እምበኣርከስ ዛንታ'ቶም ክልተ የዕሩኽ ኣብ መንጎ ኣርሴማ ኣብ ዝሓለፈ ብናይ ቴክኒክ ጉዳይ ብዘይ ምስዳድና ካብ ብልቢ ይቕሬታ እንዳበልና ንሎሚ ግን ከምቲ ልሙድ ሓሙሻይን ሻድሻይን ክፋል ዛንታ'ቶም ክልተ የዕሩኽ ኣብ መንጎ ኣርሴማ ሒዝናልኩም መጺእና ኣለና።

ተስፋይ ኣርሴማ ከም ዝፈተወቶ ምስ ነገረቶ ብዘረባኣ እናተገረመ ንውሱን ሰከንድታት ኣብ ሓሳብ ከም ዝኣተወ ሮቤል ድሕርቲ ኣብ ዓራቱ ኮይኑ ነቲ ዝመልኦ ቪድዮ ምርኣዩ ድሮ በቲ ቪድዮ ሒዝዎ ዝነበረ እናፈራርሐ ነታ ዝሰኣን ኣርሴማ ኣብ ሕቑኡ ንኽእትዋ ቴሌፎኑ ልዒሉ ናብቲ ኣርሴማ ተኻርያቶ ዝነበረት ገዛ ንኽኸይድ ከባቢኡ ከጸናጽን ከም ዝጀመረ በጺሕና ኔርና። እምበኣርከስ ክቡራት ተኸታተልትና ንሎሚ እውን ሓምሻይን ሻድሻይን ክፋል ዛንታቶም ክልተ ይዕሩኽ ኣብ መንጎ ኣርሴማ እንታይ ሒዛህልና መጽያ ትህሉ ሓቢርና ንከታተል።

ሮቤል ድሕሪ እቲ ምጽንጻኑ ማለት ከባቢኡ ጸጥታ ዝመልኦ ልክዕ ከምቲ ጸሓይ ምስ በረቐት ሰባን ተሽከርከርታን ኣብዛ ዘይተተኣማምን ዓለም ከሽከርክራን ክዘሉን ዘይወዓሉን ዘይወዓላን ፀሓይ ኣብ ምዕራባ ኣኣብ ሰፈሮም ብምትሓዝ ኣብ ትሕቲ ፈጣሪ ንወርሒ ብምምሕፃን ማእዝኖም ኣጥፊኦም ዝግ ዝብሉ ነዚ ኩነታት ዝተዓዘበ ሮቤል ኣብ ፈገግታ ሓሳብ ብምእታው በቃ ካብ ሎሚ ክሕልፋ የብለይ ብዝተኻእለኒ መጠን ሎሚ ሕቕፍኣ ዘስተማቐረላ ባህገይ ዘስምረላ ሓያልን ትኩርትን መዓልቲ ክትከውን እያ ክብል ናብታ ሰብ ዘስፍረልካ ዘይተተኣማምን ገዝኡ ግልጽ ብምባል ወይ ንዓወት ወይ እውን ንፍሽለት እናበለ ተፋንዩዋ ናብ ገዛ ኣርሴማ ንምብጋስ የእጋሩ ብምድላው ካብታ ከፍ ኢልዋ ዝነበረ ተንስአ። ካብ ክውንነት ወጻኢ ኣዝዩ ኣሰካፊ ይገብር ምህላው ስለ ዝተረድኦ ስክፍትኡ ናብ ውሽጡ ብምዕቋር ባዕላ ትፈልጥ ብዝኾነ ሎሚ ክትሓልፍ የብላ ክብል ራዕራዕ እናበላ የእጋሩ ሰራሕ ክብል ጉዕዝኡ ናብ ኣርሴማ ጀመረ። ኣርሴማ ድሕርትን ተስፋይ ኣብ ልበይ ዓቢ ቦታ ከፊተልካየ እንድዕ ንስኻ ምበር ምባላ ኩነታት ተስፋይ ግን ዘይከም ትጽቢታ መልሲ ክህባ ሃረር እንዳበለት ኣብ ስቕታ ብምህጣሙ ውሽጣ እናተረበሸ እንታይ ደኣ ደስ ዘይበለካ ትመስል ተስፋ ሓወይ ኣነ እኮ ኣብ ልበይ ሰፈር ከም ዘለካ ነጊረካ እምበር ተገዲድካ ኣብ ናተይ ድሌት ክትጥዕም ኣይኮነን ብዝኾነ ደስ ተዘይበለካ ድሓን ድሕሪ ምባላ ተስፋይ ዘረብኣ ሆሊፉ ኖኖ ደስ ዘይበለኒ ማለት ኮይኑ እኮ ኣይኮነን ኣርሴማ ሓፍተይ ድሓር ከዓ ንስ ክትመስል ረኺበሞ እንታይ ከፊኡኒ እዩ ግን ብዘይ ቀልዓለም ተገሪመ ማለት ሲ ንስ ክትመስሊ ፅብቕቲ ናባይ ብምቁማትኪ ከምኡ እውን ዓርኪ ዘይብልኪ ብምፅናሕኪ ከይገረመኒ መቸም ኣይሓለፈን ከይትግረሚ ኣመና ፅብቕቲ እሞ ከዓ ብኢድካ ሒዝካያ ትረስሕ ጓል ንዓይ ትምልከተኒ ኮይኑ ይስምዓንን እዩ ከምኡ እውን ከምዚ ከማይ ርእሰ ተኣማምነት ምጉዳል ካብ ሕልምታቶምን ድሌታቶም ተቋናጺቦም ናይ ማዕዶ ዓይነ ፈረጅ ብምዃን ንዒንቶምን ባህጎምን ከየስመሩ ተሰናኺሎም ኣብ ናይ ውሽጦም መኽዘን መርዘን ባህግን ክውነትን ንኸስምሩ ሰማይን ምድርን ስጋብ ዝጽልምቶም ምስ ኣካላቶም ብምባእስ ሕብሪ ገጾም፣ ጭዋዳታት ኣካላቶምን ከም ኣድው እዮም ዝረኣዩ። ብዙሓት እዮም። ስለዚ ከዓ ኣርሴማ ሓፍተይ ተገሪመ ብኸምኡ እየ ከዓ ስቕ ዝበልኩ። ሕጅስ ናይ ብሓቂ ዲኺ ኣፍቂርክኒ ኣለኻ ማለት ድዩ? እሞ ከዓ ኣብ ውሱን ግዜ ንዓይ ክፉእ ሰብ ብሓቂ ተገሪምካ ዘገርም ሓሳብ እዩ። እሞ ዓርሴማ ሓፍተይ ደጊምኪ ደኣ ምስ ውሽጢ ክተዛተይ እምበር እንድዕ ንዓይሲ ክብል ኣብ መንጎ ፍርሕን ድሌትን ብምቕርቃር የእምርኡ ብምንዋፅ ትርግታ ልቡ ካብ መጠን ንላዕሊ ህርመት እናወሰኸ ብኩትር ዝተረበሸ መንፈስ ካብ ግንባሩ ረሃፅ ኮረር ብምባል ተዛረባ። ሮቤል ነቲ ናይ ገዝኦም ካንሸሎ ብሰላሕታ ጉዕዝኡ ድሕሪ ምዝዛሙ ናብቲ ናይ ገዝኣ ማዕጾ ጽግዕ ክብል ኣብ ምጽንጻው ኣተወ። ኣርሴማ ብኩነታት ኣዘራርባ ናይ ተስፋይ እናተገረመት ኣቶ ተስፋይ ሓወይ ኣነ እኮ እንታይ ፅብእት ኮይኑ እየ የግዳ ክቡር መጠን ነብሱ የኽብረካ እንዲ ዝበሃል መቸም ኣኽቢርካ ንክብረት ይሃብካ ኣንታ ተስፋይ ሓወይ ሕጅስ ናይ ብሓቂ ዲኻ ኣነ ኣብ ዓለም ክነብር ኣፍቂድካለይ ክትብል ካብታ ጀበና ንክትሰርሓላ ኢላ ኮፍ ኢላትላ ዝነበረት ኩርሲ ብድድ ክትብል ዘሊላ ናብ ሕቕፍኡ ብምዕቋፍ ሃፋ ናይ ኣካላቱ ከተስተማቕር ሕግብግብ ክትብል ጀመረት ሮቤል እቲ ቅድሚኡ ኣብ ሽቓእ ብምኩሕኳሕ ልቡ ጥፊኡሉ ዝነበረ ማለት ተስፋይ ምስኣ ከም ዘሎ እንከይፈለጠ በይና ትዛረብ ዘላ ከም ጽልልቲ መሲልዎ ኣብ ዓሚቕ ናይ ሰንሰለት ሓሳብ ብምጽማድ በቲ ኣሴማ ክትዛረቦ ጸንሐት ዘረባ እናተገረመ እዋ ኣሴማ ደኣ ናይ ደሓን ድያ እንታይ ኮይና ኣላ ማለት ደኣ ክብል ምሒር እናፈርሐ የእዛኑ ብምዕራይ ኣተኪሩ ንከጻናጽን ኣዝዩ ብምጽጋዕ ልሕግ ክብል ጀመረ። ተስፋይ እቲ ካብ ትጽቢቱ ንላዕሊ ዝኾነ መልክዕን ነብስን ኣካላታ ኣብ ሕቕፍኡ ምስ ተጸግዐ፣ ካብ ውሽጢ ኣካላቱ ንእለቱ ብሑቕ ለዊስካ ቅጫ ዘሰንክት ረስኒ እናተፍአ ሰውነቱ ብረሃጽ ተሓጽበ። ኣርሴማ ነዚ ኩነታት ዝተዓዘበት ካብቲ ጠጠው ኢሎምሉ ዝነበሩ ማእከል ገዛ ብጸጋማ ኢዳ ንካሙችኡ ብምሓዝ ናብታ ኣብ መሬት ተነጺፋ ዝነበረት መደቀሲኣ ፍርናሽ ቀስ ኣቢላ ሰሓበቶ። ኣሰሓሕባኣ ናይ ንደቅስ ብሓንሳብ ዘርኢ ምልክት እዩ ነይሩ። ተስፋይ ናይ ገዛ ርእሱ ጽባቐ ከም ዘለዎ ረሲዑ ጽቡቓት ገራዙ እንክጥምት ርእሰ ምትሓት ብምውናን ንኣእምርኡን ካብ መጠን ንላዕሊ ጸቕጢ ይገብረሉ ስለ ዝነበረ በታ ካብ ትጽቢቱ ንላዕሊ ዝኾነት ኣርሴማ ተደፋፊኡ ነቲ ዝዓደመቶ እንግቶት ፍቕሪ ሓንጎፋይ ብምባል ተቐቢሉ ምስ ኣደቀሰ ድንግል ከም ዘላ ዘይፈለጠ ተስፋይ ርግኣት ዘይብሉ ኣፈጻጽማ ድሕሪ ምፍጻሙ ካብታ ምስ ኣርሴማ ደቂሱላ ጸንሐ ፍርናሽ ብድድ ክብል ስሪኡ እናዓጠቐ ማእለያ ዘይብሉ ዋሕዚ ደም ዝተዓዘባ ይዒንቱ እወ ኣነ ሓፍተይ ኣንተ ቀቲለያ እንዴ ደኣ ዝገደፍኩላ ዘይብለይ ኣይ ወዲ ሎሞሲ ሓንጎሊማ በቃ ካን ኣኺሉና ጸረ ሰብኣውነት ኮይና ክንነብር ክብል ናይ ውሽጡ ኣብ ድንጋጸ ናይ ኣርሴማ ብምጥሓል ኣቲ ኣርሴማ ሓፍተይ ዝገደፍኩል ክዳኣ ዘይብለይ ክብል መልሓሱ ወታታ እናበለ ተዛረባ። እምባእ ኣንታ እዚኣ ደኣ ተጸልላ ዘይኮነሲ ኣይንዓይ ክተጸልል እንድያ ደኣ ተፈጢራ እዋይ ሮቤል ግን ደሓን ሮቤል መን ምዃነይ እንተዘይርእያሲ ኣይኣንን እዩ ክብል ነታ ዝሓዛ ቪድዮ ናይ ኣርሴማ ብምጥማት ኣብ ኩቱር ማዕበል ሓሳብ ብምስፋፍ ከምታ ኣማጻጽኡ ሰላዕ ክብል እናፈከረላ ናብታ ጸባብ መጽበቢ ሓሳቡ ዝኾነት ገዝኡ ክምለስ ጀመረ። ኣርሴማ እቲ ብልዕሊኣ ዝወረደ ህሞት እኮ ክትጻወሮ እንተዘይከኣለት፣ ቃንዛኣ ግን እንቃዕ እናተጸመመት ናብ ውሽጣ ብምቕባር፣ መታን ከይሰንብዳ እቲ ብኩሉንትንኡ ዝበሃገቶ ኣርማ ናይ ትሑታት ትሑት ዝኾነ መኽበሪ ሰብ ማለት ተስፋይ ክትብል ኪድ እንታይ ክትቀትለኒ ደኣ ደሓር ከኣ ኣቶ ተስፋይ ሓወይ እዚ እኮ ሕጊ ተፈጥሮ እዩ ሕጊ ተፈጥሮ ከዓ ውዒለ ሓዲረ ናይ ግድን እየ ክሰግሮ ዘለኒ ስለዚ ኣይትሰከፍ እንቋዕ ጥራይ ነቲ ልበይ ዝመልኣለይ ክብሪ ሃብክዎ እምበር ካልእ ሰኣ ወልሓንቲ ተጣዕሲ የብለይ ክትብል ኩቱር ሕፍረታ ናብ ሰማይ ብምዕራግ ድፍረት ሓዊሳ ንገዛእ ርእሳ ትዕቢት ብዝመልኦ ትብዓት ክትውስክ ክትብል ካብ ውሽጣ እናበርበረት መልሓሳ ጌራ ቃላት እናሰርዐት በብሓደ ናብ ሰማዒ እዝኑ ኣብጽሐት። ኣቲ ኣርሴማ ሓፍተይ ሕጅስ ጠቕላላ ጠቕላላ እየ ንዓኺ ከመዝን ዝኽእል ሚዛን ዘይብለይ። ብኩልንተናኺ ኣብ ሓፂር ግዘ እምበር ምልኣት ውሽጠይ ፈልጥኪ ብርሃን ኮንኪዮ ነዚ ሂወተይ ብዝኾነ ታንክስ ኣርሴማ ሓፍተይ ኣነኻ ቃል ትኹነኒ ቃል ኣምላኽና ከይዓፅፍ ዝጎነፈ ደኣ ይጉነፍ እምበር ካባኺ ከም ዘይፍለ ክብል ተስፋ ሓቦ ርፍታ ዝኾኑ ዋጥዑማት ቃላት ድሕሪ ምስግጋሩ ብዝኾነ ኣርሴማ ሓፍተይ ንስኺ ፀራርግ እየሞ ዝፍርናሽ ኣነ ከዓ ኣብዛ ሽቓ ኣትየ ሽንቲ ማየ ሸይነ ክመፅእ እየ ክብል ተዛሪብዋ ጉዕዝኡ ካብ ናይ ኣርሴማ ገዛ ብምውፃእ ናብታ ቅድሚ ሕጂ ብምኩሕካሕ ልቡ ጠፊኣቶ ዝነበረ ሽቓቕ ጾሩ ንኸራግፍ የእጋሩ ኣበገሰ ሮቤል ምስ ኩቱር ሕርቃን እንከሎ ኣብ ውሽጢ ገዛ ኣትዩ ጸርጸር ክብል ምስ ነብሱን ገዝኡን ንእለቱ እንዳተባእሰ መሬት ጸልመተቶ። ሓረ ተስፋይ ሓወይ መቸም ሕጂ እኮ ምፍናው ዘድልየካ ኣይመስለንን። ምሽቓቕና እኮ ተላሊኾም እዮም ሓቀይ ክትብል ፍሽኽታ ኣሰንያ ባባ ከፊታ ኣፋነወቶ። ሮቤል ድሕሪ እቲ ዓቕሉ ጸቢብዎ የማን ጸጋም እንዳበለ ኣብ መንጎ ግን ሃንደበት ካብቲ ዓዲ ቴሌፎን ምስ ተደወለቶ ኩነታት ብምርግጋ ገጹ ብማያ ወጂሁ ክብል ነተን ብሕርቃን ላሕቲተን ዝነበራ ጅማውቱ ብምፍታሕ ናብ ቴሌፎን ረሲት ብምእታው ደወለ። ተስፋይ ከም ኣመሉ በቲ ጨና ናይቲ ሽቓ እናስካሕክሐ ነፍንጩ በጻብዑ እናዓበሰ ኣብ ዘይፈልጦ ማዕበል ሓሳብ ብምስፋፍ ኣርሒቑ ገዥ ጀመረ። ኣርሴማ ድሮ እቲ ዘይተዋጋገነ ንብረታ ድሕሪ ምውግጋን ምስ ኩትር ቃንዛኣ ቀሰ እንዳበለት ናብታ ዝጀመረታ ቡን ብምምፃእ ስርሓ ጀመረት። ሄሎ ሄሎ እወ ይሰምዓኪ ኣለኹ ይሰምዓኪ ኣለኹ ትደ ከምዛ ዝብለኪ በቃ ኣነ ካብ ምድላይ ዓዲ ይወዓልኩን እንተኾነ ግን ብፍጹም ንተስፋይ ዓርከይ ክረኽቦ ይከኣልኩን እምበር ብቐዳማይ ከማን ኣቦይ ብርሃንን ኣደ ብረትን ዝገደፍለ የብሎምን ኣንታ ሮቤል ወደይ ካንዲኻ ነዚ ተስፋይ ወድና ኣብ ዝኣተዎ ኣቲኻ ምርካብ ኣብይኻና እንተ ዘይኮይኑ ንሕና ዘይንፈልጦ ሽግር እንተሃልዩ ኣንታ ሮቤል ወደይ ካብ ምቕባጽ ሓሊፍና ዶ እንታይ ክንብል ኢና ክብሉ ነዛ ልበይ ኣይ ናብዛ ዝባነይን ድዮም ሰቒሎሞ ውዒሎም ኢሉ ድሕሪ ምዝራቡ፣ መዛራግሕ ዝኾነ ቃላቱ እንከይዛዘመ፣ ረሲት ተሌፎን ወዲኣ ቂም ቂም ኢላ ተዓጽወት። ሽት! እንታይ ዓይነት ህይወት እዩ ወደይ? ባእ! ሕጅስ እዚ ረሲት ስቕ ኢሉ ዘየደውለና እዩ። ክብል ነቲ ምንጽርጻሩ ምንጽርጻር ብምውሳኽ ሕርቃኑ ጥርዚ በጺሑ የዕንቱ ፈጠጥ ከብል ጀመረ። ተስፋዬ ኣብታ ጨና ውሻ ኮይኑ እቲ ሮቤል ክዛረቦ ጸንሐ ዘረባታት በብሓደ እናነጠረ ናብ ሰማዒ ኣእዛኑ ስለ ዝበጽሐ ዋእ ኣንታ እንታይ ደኣ የሰምዕ ዘለኹ ብሓቂ ሮቤልሲ ኣብዚ ካንሸሎ ኣሎ ኣታ ዘይሞተሲ ይረኸብ ክበሃል ከም ዝባል ኦ ሕጂ ሰላሕ ኢለ ናብ ኣርሴማ ከይድ እሞ ስራሕ ከም ዘላትኒ ነጊረ ሓኪመይ ከም ዝኣዘዘለይ ሰላሕ ኢለ ካብዛ ገዛ ክወፅእ ኣለኒ ኣንጊሀ ግን ደሃይ ወዲ ረዘነ ዓርከይ ክገብር ኣለኒ እንቋዕ ጥራይ ኣሰሩ ረኸብኩ እምበር ክብል ሓሳባት ውሽጡ ድሕሪ ምስልሳል ካብታ ሽቓ ብምውጻእ ናብ ገዛ ኣርሴማ ተበገሰ። ኣትታይ ደኣ ክሳብ ሕጂ ብሸቓ ጸኒሐ ጥራይ ከይትብለኒ እንታይ መዓናጡኻ ዲኻ ክትሓጽብ ጸኒሕካ ክትብል ሰሓ ብምስናይ ተዛረበቶ ኣላ ኣርሴማ ሽኮር በቃ መጭም ኣኺልኪ ገር ኢኺ ኣነ ንዓኺ ብምርካበይ ብዘይ ቀልዓለም ይሕጉስ ተዓዲለ እንኳዕ ንስኺ ትመስሊ ለባም ገርሂ ፈቃር ምቕልልቲ ወሓሎ ቤናይ ጀሚረ እሞ ቤናይ ክውድኦ ብዝኾነ ዓርሲተይ ንሕጂ ምናልባት ክትቀየምን ትኾኑ ኢኺ እንተኾነ ግን ዝግበር ስለ ዘየለ ኣብ ስራሕ ፅባሕ ናይ ምሸት እንደ ዝኣቱ ነይረ እንተኾነ ግን ሕጂ ዓምና ደው ኢሉለይ ነይሩ ናይ ንግሆ ናይ ግድን እቶ ኢሉኒ እቶም ሰራሕተኛታት ብምልኦም ሓደጋ ናይ መኪና ኣጋጢምዎም ስለ ዘሎ ስራሕ ኩሉ ናባኻ ይኹብለኒ ጸኒሑ ሕጂ ብዘይ ዝኾነ ኮፍ ገድፈኪ እተን ዘለዋን ግዜ ክዕርፈለን ዓርሲ ተሽኮር ኣሴማ ነቲ ኩሉ ዝተዛረቦ ዘረባ ብዘይ ዝኾነ ዕጢምጢ ስለ ዝተቐበለቶ ኖ ጸገም የብሉን ተስፋይ ሓወይ ይከኣል እዩ ጥራይ ብኡ ጌርካ ይጠፍእ መቸም ኣነ ድሕሪ ሕጂ ብዘይካኻ ዝጥምቶ ሰብ ከም ዘይብለይ ትፈልጥ ኢኻ ክትብል ድሕሪ ምዝራባ ኣብ ስክፍታ እንዳኣተወት እም፣ ግን ፈቓደኛ እንተኾንካሲ ፌስቡክ ዶ ክንለዋወጥ ንኽእል ክትብል ሕቶ ቐረበትሉ ያ ይከኣል እዩ ቴሌፎን እንታይ ፀገም ኣለዎ ድዩ? እንተኾነ ግን ቴሌፎነይ ኣብ ገዛ እንድየ ገዲፈያ ዘለኹ ንስኺ ግን ኣት ክትብልኒ ትኽእሊ ኢኺ ዳታ እንተለኪ ማለት እየ እዋ እዋ ኣለኒ ክትብል ቃላታ እናሰባበረት ድሕሪ ምዝራባ ቴሌፎና ብምቕባል በል ፀሓፈለይ ናይ ፌስቡክ ሽምካ ክትብል ብድጋመ ሓትተቶ ተስፋይ ኦኬ ኢሉ ሽም ናይ ፌስቡኩ ድሕሪ ምጽሓፉ፣ በል ኣርሴማ ሓፍተይ ናተይ ፌስቡክ ተስፋይ ብርሃነ እያ ትብል ኣትካ ኢለኪ ኣለኹ። በቃ ጽቡቕ ተስፋ ሓወይ ናተይ ከኣ ኣርሴማ ረዘነ እያ ትብል ክትመጸካ እያ ደሓን ድሕሪ ምባላ ቻው ተባሂሎም ንሳ ገና ናብቲ ዘይጸገበቶ ሕልሚ ንሱ'ውን ንገዝኡ እንዳኸደ ዘሰላሰሎም ሓሳባት ብምንፋቕ በብማእዝኖም ፋሕ ብትን በሉ። ሮቤል ኣጋጣሚ ተስፋይ ምስ ኣርሴማ ተፋንዩ ክኸይድ ዝረኣየ ሓንሳብ ዝሰዓሮ እከይ ስነ ሓሳብ ካብ ርእሱ ክወጸሉ ስለ ዘይከኣለ ደድሕሪኡ ብምኻድ ነቶም ኣብ ፊት ተኣኪቦም ዝነበሩ ቆልዑት ማለት ሱዳናውያን ሰለስተ ሚእቲ ብምሃብ ንተስፋይ ንክቐትልዎ ገንዘቦ ሂቡ ኣፋኒዎም ናብ ገዛ ኣርሴማ ብምእታው መርሓባ ኣርሴማ ክብል ሰላምታ ብትሑት መልሓስ ኣልሓኹላ።

ኣርሴማ ተእል ብዝበለ ድምፂ ንሳውን ካብኡ ብዘ ሓይሽ ሰላም የሮቤል ሓወይ ደሓን ዲኻ ከመይከ እንታይ ደኣኸ ዘይኣመልካ ለይቲ ምድሪ መፂኻኒ ናይ ደሓን ዲኻ ክትብል ሕቶ ኣቕረበትሉ ደሓን እዩ ደሓንካ ኣይኮንኩን ኣርሴማ ብተግባራታ ብሕርቃን ጥርዚ በጺሕዎ ከም ዘሎ እንከይፈለጠት እሂ እንታይ ጸገም ኣሎ ድዩ ሮቤል ሓወይ ክትብል ናብቲ ማእከል ገዛ ጠጠው ኢልዎ ዝነበረ ቅርብ ኢላ ጸገማቱ ንክትፈልጥ ሓተተቶ ጸገመይ ደኣ ንስኺ እንታይ ኮንኪ ዘይትርድእኒ ዘለኺ መለሰላ ዋይ ኣንታ ሮቤል ሓወይ ካልእካ መስልኒ ነይሩ ምሽ ንሱ ደኣ ነጊረካ ኣንታ ሮቤል ሓወይ ኣነ ንስኻን ከም ይሕዋት እምበር ብካልእ ኣይጠምተን ንምሽ ኢለካ ድሓር ከዓ ካብ ፍቕርን ላዕልኮ ሕውነት ይዓቢ ክትብል ንድሕሪት ገጻ እናኸደት መለሰትሉ ናብ ኣና ቀረበ ሕው እነዶበልኪ ክብል መንኮባ እናዳህሰሰ ናብቲ ፍርናሽ መደቀሲ ኣደፊኡ ብናህሪ ውደቓ። ሕጂ ዝኾነ ኢልኪ ብጭቕ ኢልኪ ምስ ትዛረቢ ክኸፍኣኪ እዩ ስቕ ኢልኪ ጥራይ ክዳን ክውፅዮ እንተዘይኮይኑ ግን ሮቤል ኣንኳይዶ ዝሓለሞሲ ዝሓሰቦ ከይፈፀሞ ዝሓድር ሰብኣይ ኣይኮነን ረኣዩ እዚ ቪድዮ እውይ ኣንተ ሮቤል ሓወይ በጃኻ በጃኻ ኣባይ ትጨክን በጃኻ ብወላዲትካ ልምነካ በጃኻ ሮቤል ሓወይ ክትብል ዝርንዛሕ ንብዓታ እናነብዐት ለመነቶ በጃኻ ኣይትጨክን ዶ በልኪ በሪ ረኣዮ ሰብ ክጭነኣልካ ከሎ ክጭነቐሉ ኣለካ ሰብ ክጭክነልካ ከሎ ማዕረ ክንድዚ ቃንዛ ከም ዘለዎ እዚ ኩሉ ዓመታት ከዓ ከምዚ ቃንዛ እየ ዝሕልፍ ነይረ ሕጂ ግን ዝኾነ ዓይነት ኣብ ልዕሌ ክድንጋፂ ዝበሃል ስለ ዘይብለይ እቲ ብፍትወት ዝሰኣንክዎ ብሓይሊ ከም ዝረኽቦ ከርእየኪ እየ ሕጂ ስእል ክዳውንቲ ክውፅዮ ዘረባ ኣይተብዝሕለይ ክብል ብነድሪ ተዛረባ። ኣርሴማ ዝርንዛሕ እናነብዐት ከም ዘይገድፋ ስለ ዝተረድኣ ነቲ ብካት ብካት እናወሰኸት በብሓደ ክዳውንታ ተውፅኦ ጀመረት። ሮቤል ኣብታ ዕለት ንሳ ሓጎስ መንጢሉ ሓጎስ ንኸርዊ ድምብር ጽንከይ በሎ ክዳውንቱ ውጽኡ ምስኣ ደቀሰ። ኣርሴማ ኣብ ሓደ ወቕቲ ሓደ ብርሃን ሓደ ጸልማት ብምርኣያ ምስ ነብሳ ኣማሪራ ተባእሰት።

እምበኣርከስ ክቡራት ሰማዕትና ሓምሻይን ሻድሻይን ክፋል ዛንታቶም ክልተ የዕሩኽ ኣብ መንጎ ኣርሴማ ኣብዚ ትፍጸም ሻብዓይ ክፋል ሒዝናልኩም ክሳብ ንመጽእ እንተፈቲኹማ ሼር ላይክ ኮመንት ሳብስክራይብ እናገበርኩም ንዓና ይጠቅም እዩ ዝበልኩሞ ሃናፂ ርእይቶ ብምሃብ ምትብባዕኩም ኣይፈለና እንዳበልኩ